እዞም ሎማዕንቲ ዝዛረበኩም ቃላት መብዛሕቲኹም ኣወዳት ፍቕሪ ምግላፅ እናመሰለኩም ከም ብዋዛ ንሓንቲ ጓል ኣንስተይቲ ትዛረብዎ እዩ። እዞም ቃላት እዚኣቶም ካብ ኣፍኩም ክትሰምዕ ከላ እታ ጓል ኣንስተይቲ ድማ ክብሪ እናጎደለ እዩ ዝኸይድ። ከም ወዲ ምርኣይ ተቋርፅ። ትፈትወኩም እንተነይራ ድማ ኣብ ልባ ዝነበረ ፍቕሪ ቀስ ብቐስ እናሃሰሰ ንክኸይድ እዩ ዝገብር። መብዛሕቲኹም ኣወዳት ደቂ ኣንስትዮ ክፉኣት እየን፣ ደቂ ኣንስትዮ ክብሪ የፍተየለንን ክትብሉ ከለኹም በዘን ቃላት እዚኣተን ክጸልኣኹም ስለ እትገብርወን ኢኹም። ብድሕሪኡ እዩ እቲ ሕማቕ ባህሪ ዝመጽእ፣ ኢግኖር ምግባር ዝመጽእ፣ ምንዕዓቕ ዝመጽእ። ስለዚ ብኣፍካ ንምንታይ ትንዓቕ? ኣፍካ ክትእንድብ ከለኻ ምንም ነገር ኣይመጸካን እዩ። ማንም ሰብ ተዘየኽበረካ ግን ኣይንዕቐካን እዩ። ኣፍቂራትካ ምሳኻ ክትቀርብ ድሕሪ ምግባርካ ክትጸልእካ ከይትገብር ምእንታን ምሳይ እስካዕ መወዳእታ ሓቢርካ ንጽናሕ ኢካ ስድሽተ ቅልል ቅልል ዝበሉ ቃላት ሒዘልካ መጺ ኣለኩ ንዘይትፈልጡኒ ሰናይት እየ ቻናለይ ስብስክራይብ ብምግባር ከምዚኦም ዝመሰሉ ንፍቅራዊ ሂወትኩም ክጠቅሙኩም ዝክእሉ ሓደሽትን ዓበይትን ሓሳባት ውሰዱ ናተይ ተከታተልቲ ዝኮንኩም ጠፊእኩም ቀንየ እየ ፈልጥ እየ ብጣዕሚ ይቅረታ ናተይ ዝተወሰኑ ስራሕቲ ስለ ዝነበሩኒ እዩ። ካብ ሎሚ ጀሚረ ግን ሶኒ ረውዕን ዓርብን ፍጹም ኣይጠፍእን እየ ሓቢርኩምኒ ጽንሑ ከምቲ ንኹሉ ግዜኹም እዛ ቪድዮ ላይክ ብምግባር ኣብ ኮሜንት ሴክሽን ድማ ከምቲ ልሙድ ሃናጺ ዝኾነ ርእይቶኹም ሃቡኒ ኢኹም እሺ ሕዚ ናብ ሓሳብና ክናቱ ንደቂ ኣንስትዮ ዘይበሃል ቴልካያ ድማ ናንዓቀትካ ንክትኸይድ ዝገብራ ቃል ንዓኺ ክብል ዘይኾኖ የለን ወይ ድማ ግበር ዝበልክኒ ከም ድላይኺ ክገብረልኪ እየ ዝብል ቃል ሓንቲ ጓል ኣንስተይቲ ንክትንዕቀካ እዩ ዝገብር። ከምዚ ክስማዕ ከሎ ሕዚ ኣብ ፍቅራዊ እንታይ ዝበሃል ድርሰት መጽሓፍ ወይ ድማ ኣብ ሮማንቲክ ዝኾነ ፊልም ምናምን ክትሪእዎ ከለኹም ክስማዕ ከሎ ብፊልም ብድራማ ገለ ብመጽሓፍ ክረአ ከሎ ብጣዕሚ መሳጢ ቃል እውይ ደስ ክብል ፍቕሮም እውይ ታይ እዮም እዚኣቶም ዘብል እዩ ወይ ተመልካቲ ኮንካ ክትሪኦ ከለኻ ከምዚ ዓይነት ቃላት ክነጋገሩ ከለው ብጣዕሚ ኮም ዝፋቐሩ ብጣዕሚ ኮይ ዝፈትዋ እዩ ዘብል እታ ጓል ኣንስተይቲ ባዕላ ኣብቲ ትኽክለኛ ዝኾነ ዓለም ከምዚ ዝብላ ወዲ ክትረክብ ከላ ግን ንዓኺ ክብል ዘይኮነ የለን ክብል ከሎ ዋ ብጣዕሚ እያ ትንዕቆ ብጣዕሚ እዩ ዝድብረና በቃ ኣማራፂ ዘይብሉ ዓይነት ወዲ ከም ዝኾነ ንክስምዐና እዩ ዝገብር ንዓ ክትብል ዘይትገብሮ የለን ሰብ ክትቀትለላ ትኽእል ክትሰርቀላ ትኽእል ኾነልይ ዝበለትካ ኣብ መሬት ክትንከላለየላ ትኽእል ታኻ ክትገብር ትኽእል መንነትካ ርሲዕኻ ድሌታትካ ቀቢርካ እንታ ጓል ኣንስተይቲ ክትብል ዘይትኾነ የለን ሓቂ እዚ ድዩ እቲ ትኽክለኛ ዝኾነ ትርጉሙ ኣብ ልብኹም ዘሎ ንፍቕሪ ክትብሉ ዘይትገብርዎ ነገር እዚ ድዩ? እዛ ኣብ ፍቕርና ትኩስ ከሎ ግዜ ዝኾነ በቃ ሃልሃልታ ዝስምዐና ግዜ ኣሎ ሓቂ ሽዑ እንዛረቦም ቃላት ትኽክል ኣይኾኑን። በቃ ኩሎም ድንበሮም ዝሰሓቱ እዮም። ኩሎም ዘይንገብሮም ነገራት እዮም። ድሓር ምስ ተረጋጋዕካ ነታ ጓል ኣንስተይቲ ባህርና ፈለጥኻዮ ምስ ኸድካ ብፍላይ ድማ ዝሕል ምስ በልካ ሰለስተ ኣርባዕተ ወርሒ ምስ ሓለፈ ይትረፍ እሞ ዘይኾነ ነገር የለን ኢልካ ክትዛረብ ምሳይ የንዓናይ ሾፕ ክንገብር ተይላትካ እኳሲ ናሰልቸየካ እዩ ዝኸይድ ዋእ ምርጫኣ ይውዳእ ክትዞሮ ይውዳእ ሰብ ትረኽቦ ይውዳእ ምባል ክትጅምር ኢኻ ኣይኾነይ ዶ ንዓኺ ክብል ዘይኾነ የለን ኢልካ ክትዛረብ ማለት እዩ ኢቨን እኳ ከምዚ ዝመሰለ ፍቕሪ እኳ እንድሕር ሃልይካ ንፍቕረኛኻ ክትብል ዘይትገብሮ ነገር እኳ እንድሕር ደኣ ዘይሃሊካ ኮይኑ ኣብ ውሽጥኻ ሓዞ ኣይትግለጸላ ተገሊጽካላ ድማ ፍቕርኻ ሓጺር ንክኸውን ወሲንካ ትኣቱ ኣለኻ ማለት እዩ ሸድሻይ ነጥበ እዚ እዩ እቲ ሓምሻይ ነጥበ ድማ ተጸላእ ምዃንካ ወይ ድማ ብሰባት ተቐባልነት ከም ዘይብልካ ዓሰርተ ግዜ ንጓል ኣንስተይቲ ምዝራብ ክብረ ኣልባ ከም ዝኾንካ ንክስምዓ እዩ ዝገብር ኣብ ፈለማ ኮፍ ቂራትካ ተቀቢላትካ ናትካ ጽቡቅ ዝኮነ ዋጋ ተራእይዋ ይምጥነኒ እዩ ይኮነኒ እዩ ኢላ ወሲና ነይራ ክትከውን ትክእል እያ ንሕና ደቂ ኣንስትዮ ግን ልዕሊ እቲ ኣብ ልብና ዘሎ ውሳነ ሰባት ብዛዕባይ ታይ ይብሉ ኣለዉ ሰባት ዘክብርዎ ወዲ ድዩ ምሳይ ዘሎ ዘሕፍረኒ ድዩ ዘኩርዓኒ ድዩ ዝብል ዓብዪ ቦታ ኢና እንህቦ ብዙሕ ግዜ ከምዚ ቪክተም ከም ልኾኑ ኣክት ልገብሩ ሰባት ኣለዉ። ኩሉ ግዜ ዘረብኦም እከለ ጎዲኡኒ፣ እከለ ክሒዱኒ፣ ኢቭን ፍቕራዊ ህይወትካ ኣልዒልካ ክትዛረብ ከለኻ ገዲፋትና ከይዳ፣ ንዒቓትኒ፣ ዘይተስማዕማዕና ኮይና ተፈላሊና ምባል ናኸኣልካ ኣግዲድካ ኣግኒንካ፣ ልተሰመዐካ ሕማቕ ስምዒት ብምሉኡ ናተዛረብካ፣ ኩሉ ሰብ ከም ዝንዕቐካ፣ ኩሉ ሰብ በዳሊኻ ከም ዝኾነ፣ በይንኻ ከም ዝተረፍካ፣ ጌርካ ክትዛረብ ከለኻ ኣነ ደኣ ጓል ምን ኮይነ ምስኡ ክጸንሕ እያ እትብል ኩሉ ሰብ ዝነዓቆ ሰብ ደኣ እሞ ኣነ ከመይ ኢለ ከኽብሮ እያ እትብል ኣብታ ልክዕ ዝተዛረብካያ መዓልቲ ንፈላለ ዘይክትብለካ ትኽእል እያ ንክትርሕቀካ ግን ብዙሓት ዕንቅፋታት ምግጣም ይጅምሩ ኣናእሽተይ ዝነበሩ ፍቕሪ ዝመስሉ ብጣዕሚ ቀለልቲ ዝኾኑ ነገራት ቅድመ ሕዚ ስሒቅኩም እትሓልፍዎም ዝነበርኩም ነገራት ሕዚ ከበድቲ ምዃን ይጅምሩ። ዓብዪ ናይ መጨቃጨቕቲ ነጥብታት ምዃን ይጅምሩ። ሕማቕ ስምዒት እናተሰማዓ ይኸይድ። ምስ ዘይኽበር ሰብ እየ ዘለኹ ማለት እዩ። ትንዕቐካ፣ ተናሽወካ፣ እቶም ካብ ኣፋ ዝወፁ ዝነበሩ ምቁራት ዝኾኑ ቃላት ብፅልእን ብንዕቀትን ምቕያር ይጅምሩ። ሕማቓት ቃላት ምስማዕ ትጅምር ካብ ኣፋ ማለት እዩ እና ከምቲ ዝተዛረብካያ ኩሉ ሰብ ይፀልአኒ እዩ ከም ዝበልካያ እዛ ጓል ኣንስተይቲ እዚኣ እውን ፀሊኣትካ ንዒቓትካ ኣሕሲራትካ እውን ካባኻ ንክትርሕቕ ዝገብራ ቃል እዩ። ኩሉ ሰብ እዩ ዝጸልኣኒ ወይ ተጸላኢ ምዃንካ ኩለን ደቂ ኣንስትዮ ከም ዝክሕዳኻ። ንስኻ ፍጹም ኣይትብድልን ውሽጥኻ ጽሩይ ንጹህ እዩ ምንም ሕማቕ ነገር ነጥቢ ትብሃል ነገር የብልካን ኩሉ ሰብ ናብ ህይወትካ ዝኣቲ ግን ርጉም በዳሊ ካሕዳም ከም ዝኾነ ምሲልካ ኣይትዛረብ ኢኻ ተሃለወ እኳሲ ሰኣን ምርድዳእ ተፈላሊና ነገራት ሕጽር ኣቢልካ ምውዳእ ልመድ ኢኻ። ራብዓይ ድማ ምንጽጻር ንሕና ደቂ ኣንስትዮ ምንጽጻር ዘይንፈትዎ ነገር እዩ ብሕማቕ ነገር በልኩም ብጽቡቕ ነገር ኸዚ ንኣብነት ኣብ ሂወትካ ብዙሓት ኣዋልድ ኣትየን እየን ወፅየን እየን እዮም ከወዶ ኤክስ ኔራትካ እያ ተፍቅራ ኔርካ ኣፍቂርካ እያ ኣፍቂራትካ ሓቢርኩም ቀፂልኩም ኢኹም ኣብ ዝኾነ ግዜ ስለለይ ተሞቻችኹም ተፈላሊኹም ብድሕሪኡ ንትመፅእ ጓል ልዕሊ ማንም ኢኺ ምስ ቤተሰብካ እውን ኣነፃፂርካ ኣብ ቤተሰበይ ካብ ዝፈልጦም ኣብ ሂወተይ ካብ ዝፈልጠን ኣጓላት ልዕሊ ዓቐን ኢኺ በቃ ኣግንን ኣቢልካ ንሓንቲ ጓል ኣንስተይቲ መልኣክ ምምሳል ሰብ ከላ ልዕሊ መጠን ምግናን ምስጋድ ብፍቕራ ብመልክዓ ብባህሪኣ ብዝተፈላለየ ነገራት ልዕሊ መጠን ጽብቕትን ብጣዕሚ ዘይትርከብ ጓል ከም ዝኾነትን ንክትሓስብ ምግባር እቲ ቀንዲ ንጓል ኣንስተይቲ ክትኮርዕን ሰብ ክትንዕቕን ካብ ዝገብርዋ መንገድታት እዮም። ኣብ ሂወቱ ዝኣተዋ ብምልእን ደቂ ኣንስትዮ ክንዳይ ትመጽእ ዋላ ሓንቲ የላን ኣነ ስለዚ ሽልማቱ እየ ኣነ ከምዚ እየ ምባል ትጅምር ፍቕራ ትገልጸልካ ተነይራ ፍቕራ ናቐነሰ ይመጽእ እሱ እንዲ ዘፍቅረኒ ኣነ እንዲዮ ይዕድለቱ ምስኡ ምህላወይ ንኡ እዩ ዓብዪ ነገር እንዲዩ ምባል ትጅምር ጓል ኣንስተይቲ ኮይነ ስለ ዝፈልጦ እየ እዚ ነገር እዚ ሕደጉ ዝብለኩም ዘለኹ ኣብ ኢድኩም ክሳብ ዘይኣተወት ኣብ ኢድካ ምእታው ማለት ሓዳር ምግባር ወይ እስካዕ ዝተረጋገፀ ፍቕሪ ዘይሃልዮ ዘይሃለወኩም እዚ ኢልካ ምንግጋር ምስ ጓል ኣንስተይቲ ኣየድልን እዩ ፍፁም ከይተነፃፅራ ብሕማቕ ጎኒ እውን ብፅቡቕ ጎኒ እውን ምስ ማንም ጓል ኣንስተይቲ ከይተነፃፅራ ሳልሳይ ድማ ጓል ኣንስተይቲ ክትብሎ ዘይብልካ እዚ ነጥብ እዚ ኩለኹም በተለይ ኣፍቀርቲ ዝኾንኩም ደቂ ተባዕትዮ ትዛረብዎ ነገር እዩ ተይልኩምዎ ድማ በቃ እቲ ዝፈራሕኹምዎ ነገር ንከይቀርዝ ዝገብር ቃል እዩ እዚ ድማ ጸሊእኽኒ ዲኺ ሞኒኽኒ ዲኺ ተኽንኪ ስልኪ ዘይተልዕሊ ንፈላለ ዲና ማለት እዞም ጥርጣረ ዝተሓወሶም ዘረባታት ንሓንቲ ጓል ኣንስተይቲ ምዝራብ እቲ ዝፈራሕካዩ ብኣካሉ ብጋህዱ ይሀው ኢሉ ናብ ቅድሜኻ ንክመፅእ እዩ ዝገብር ሓደ ወዲ ተባዕታይ ብነብሱ ዓርሰ ምትእምማን ክህልዮ ኣለዎ ትፀልአኒ ኣላ እያ ክትመንወኒ እያ ፍቕራ ዶ ቀኒሱ ይኸውን ኢሉ ዝሓስብ ወዲ እታ ዝፈርሓ እያ ናብ ኢዱ ትመጽእ። ኩለን ደቂ ኣንስትዮ እየን ዘፍቅራኒ። ዘይተፍቅረኒ ጓል ኣንስተይቲ ምሳይ ክትጸንሕ ኣይትኽእልን እያ። ኣነ ልዕሊ መጠን እኹል እየ ኢሉ ዝሓስብ ወዲ ተኾይኑ ድማ ድላዩ ጓል ከም ድላዩ ክገብር ዝኽእል ዓይነት ወዲ እዩ። ስለዚ ጸሊእክኒ ዲኺ? እስቲ የፍቅረካ እየ በልኒ ተፍቅርኒ ዶ ከም ቀደምኪ ኢልካ ካብ ምሕታት ክተፍቅረካ ብምግባርን እቲ ትኽክለኛ ዝኾነ ፍቕሪ ከይጠየቕካያ ካብ ኣፋ ክወፅእ ምግባርን ናትኻ ግዴታ እዩ። ተዘይኮይኑ ደፋፊእኻያ፣ ለሚንካያ ወይ ድማ ብዝተወሰነ መንገዱ ኣሲርካያ፣ ኣሰኪፍካያ እወ የፍቅረካ እየ ሃመይ ኢለ ክፀልአካ ንኽትብል ትገብራ ተኾይንካ ናናዓቐትካ ንኽትኸይድ እቲ ዝፈራሕኻዮ ድማ ብኣካል ብጋህዲ ንክመጽእ ኢካ ትገብር። ሰብስክራይብ ዘይገበርኩም ናተይ ተከታተልቲ ክሳዕ ሕዚ ሓቢርኩምኒ እንድሕር ደኣ መጺእኩም ኮይንኩም ቻናለይ ሰብስክራይብ ግበሩ ቅድሚ ካልኣይን ቀዳማይን ቁጽሪ ምዝራበይ ሰብስክራይብ ግበሩ ኩለኹም ላይክ እውን ግበርዋ ኢኹም ካብዚኦም ዝበለጹ ጽቡቓት ቪድዮታት ጽባሕ እውን መንታን ክመጽኹም ካልኣይ ድማ መብዛሕትኹም ደቂ ተባዕትዮ ትዛረብዎ ንክትነዓቑ ካብ ዝገብረኩም ቃል ንዓኺ ክሓስብ እየ ዝውዕል ምስኪናይ እያ ትብለካ ካሊእ ስራሕ የብሉይ ማለት ድዩ እንታይ ኮይኑ ናይ ክሓስብ ዝውዕል ዝሰርሖ ነገር የብሉን ዝሓስቦ ነገር የብሉን ማለት ስራሕ ውዒለሲ ኣጋጣሚ ዕረፍቲ ምስ ኮንኩስ ደው ኢለልኪ ይበሃል እዩ ኖርማል እዩ ከምዚ ከምዚ ኮይኑ ነርሲ ኣጋጣሚ ትዝ ኢልክንስ ደው ኢለልኪ ይበሃል እዩ ምንም ስራሕ ከም ዘይብልካ ስራሕ ተዘይሃለየካ እውን ኣብ ሂወትካ እታ ዝገነነት ብርቅይ ድንቂ ነገር ተፈጥሮ ከምዝተኣምር ከምዝኾነ ተምሲልካ ሙሉእ መዓልቲ እየ ክሓስበኪ ዝውዕል ኢልካ ምዝራብ ንሓንቲ ጓል ኣንስተይቲ ዘይንሳ ካሊእ ሓሳብ ከምዘይብልካ ቁም ነገር ከምዘይትፈልጥ እዩ ንክስምዓ ዝገብር እና ንዓኺ ክሓስብ እየ ዝውዕል ኣይበሃልን እዩ። ካሊእ ሓሳብ እውን ሕሰብ እንድሕር ትሓስቡ ዘይብልካ ሰው ውሽጥኻ ሓዞ እሞ ትሓስቦ ነገር ፍጠር። ቀዳማይ ቀዳማይ እዚኣ ድማ በቃ መብዛሕትኹም ትሰሓሕትዋ ቀላል እኮ ግን መብዛሕትኹም ፍቕሪ ትመስለኩም ነገር እያ ሎሚ ተዘይረኪበኪ ክመውት እየ ወይ ድማ ንዓኺ ተዘይረኪበ ሰበ ይኸውንን እየ እዚያ ቃል እዚኣ ኣብ ፊልሚ ኣብ ደርፊ ክበሃል ከሎ እዩ ጥዑም ምቁር ብኣካል መጺኡ ዝኾነ ሰብ ከምዚ ክብለካ ከሎ ዋእ እንታይ ኻዳሞ ክትከውን ድማ ዘይመስል እዩ ሰብስ ዘፍቀረ ተፍቀረ ክጉዳእ እዩ ክሳቀ እዩ ዝተወሰነ ሰውነቱ ክቕንስ እዩ ገለ እዚ እውን በቃ ዝገነነ ተኮይኑ እዩ በቃ ብጣዕሚ ከቢድ ዝኾነ ፍቕሪ እንድሕር ደኣ ሒዝዎ እዩ እምበር ዝመውት ሰብ ርኢና ኣይንፈልጥን ኢና ኣይመውትን እዩ ከምዚ ክትብል ከለኻ እመነኒ ኣይትውስኻ እውን ኣይትሞትን እታ ጓል ኣንስተይቲ እውን ናትካ ኣይትኸውንን እያ ነንሓቂ ትካ እያ ትኸይድ ልዕሌካ ዝኾነ ወዲ ምርኣያ ትጀምር ንኣይሉ ዘይመውት ንኣይሉ ዘይወድቕ ወዲ ንኣ ክርኢ ከሉ ዝጥንክር ዝጉልብት ወዲ ምእላሽ እያ ትጅምር እምበር እቲ ንኣ ክብል ዝሞተላ ደኣ ታሞ ኢላቶ እንታይ እሞ ክጠቕማ ኣብ ሂወታ እንታይ እሞ ክልውጠላ ምንም ኣይልውጠላን እዩ ከምዚ መሰለ ፍቕሪ ንሕና ደቂ ኣንስትዮ ኣይንፈቱን ኢና ኣብ ፊልሚ ርኢና ክንድነቕ ስለ ትፈልጡና ብኣካል እውን ከምዚ መሰለ ፍቕሪ ኢና ንደሊ ማለት ኣይኮነን። ኩርዕ በል፣ መንነትካ ክበር፣ ኣይተፍቅር ማለት ድማ ኣይኮነን። ምስ ክብርኻን ምስ መንነትካ ምስ ንነብስኻ ዘለካ ዋጋ ክትፍቀር ብምግባር ኢኻ ምስ ሓንቲ ጓል ኣንስተይቲ ክትቅፅል ትገብር። ልዕሊ መጠን ኣግኒንካ ምርኣይ እታ ጓል ኣንስተይቲ ሾቲኻ ንክትከይድ እዩ ዝገብር። ከም ዝተኣሰረት ከም ዝተጨነቐት እዩ ዝስምዓን ውሽጣ ተኣሲረ ተጨኒቐ እያ ትብል። ካብኡ ድማ ከምዚ ዝመሰልኩም ኣፍቀርቲ ዝኾንኩም ውዳት ብዙሕ ግዜ ዘይቐንዐኩም በዚ ምኽንያት እዚ እዩ እና ከምዚ ምባል ኣቋርፁ። ካብ ሻድሻይ እስካብ ቁፅሪ ሓደ ዝነገርክኹም ነጥብታት በእርግፀኝነት ጠቂመናኹም ከም ዝኾና ተስፋ ገብር። ከምዚኦም ዝመሰሉ ሓሳባት ሒዘልኩም ክመፅእ ተደሊኹም ኣብ ኮሜንት ተፍልጡኒ ኩሉ ግዜ ምፅልና በሉኒ ኣነ እውን ንዓኹም ክብል ዋላ ስራሐይ ኣተዓፃፂፈ ንዓኹም ክብል ሱቕ ኢለ ሒዘልኩም ክመፅእ እየ ኩሉ ግዜ ሓቢረኩም ዝፀናሕኩ ሰናይት እየ ነይረ ኣብ ቀፃሊ መደብ ክሳዕ ንራኸብ ሰላም